ኣይተረፈን ነይሩ ገንዘቡ ጥራሕ እዮ ርእይዎ እቲ ገንዘብ ጥራሕ እዮ ርእዩ ገመድ ተዘርእዮ ነይሩማ ንኣምላኩ ኣሕሊፉ ኣይምሸጠን ነይሩ እቲ ገንዘብ ስለ ዘረእዮ ኣቀዲሙ እቲ ገመድ ሰሓቢኡ ንቲ ገንዘብ ስለ ዘርእዮ ግን ንኣምላኩ ብሰላሳ ገንዘብ ለወጦ እቲ ዘሕዝን ግን ይሁዳ እቲ ሰላሳ ገንዘቡ እኳ ነይበልዖን ነቲ ብድሕሪት ዲያብሎስ ኣዘጋጅሉ ዝነበረ ብገመድ ተሓኒቁ ሞተ ናዕና እውን ፍቁራተይ ዲያብሎስ እውነት ትኽክለኛ ወንጌል መሲሉ ዘቕምጠልና ብድሕሪት ግን ገመድ ኣቕሚጡልና እዩ። ብገንዘብ ኮነ ብኻሊእ ኮነ ብጥቕማጥቕሚ ኮነ ተታሊልና ክንወፅእ እንከለና ንሱ ግን ንበልዕሊና ኣሕሊፉ ናበይ ይህበና? ናብቲ ብድሕሪት ሓቢእዎ ዝነበረ ገመድ እዩ ኣሕሊፉ ዝህበና። ኣሕሊፉ ዝወስደና ዲያብሎስ እዩ። ከነስተውዕል ይግበኣና። ሓደ ኣብ ቀዳማይ ነገስት ምዕራፍ ዕስራ ንረኽቦ ታሪኽ ኣሎ ናይ ናቡቴ ታሪኽ ማለት እዩ ኩላትና ንፈልጦ ታሪኽ እዩ ናቡቴና ኣክኣብ ታሪኽ ኩላትና ንፈልጦ ኢና ንጉስ ኣክኣብ ገንዘብ ክህበካና ናይ ኣቦታትካ ናይ ወይኒ ቦታ ርስቲ ሃበኒ ኣብ ዝበለሉ ግዜ ናይ ኣቦታተይ ርስቲ ብገንዘብ ኣይልውጥን እየ በለ ናይ ኣቦታተይ ርስቲ ናይ እስራኤል ናይ ኣሕሊፈ ከም ዘይህብ ናይ እስራኤል ኣምላኽ ይፈልጥ እዩ። ናይ እስራኤል ኣምላኽ ከምዚ ዓይነት ሓሳብ ካባይ የርሕቕ በለ። በዚ ምኽንያት ድማ ብሓሶት ንናቡቴ ተቐተለ። እግዚኣብሔር ኣምላኽ ግና ናይ በቀል ኣምላኽ እዩና ንናቡቴ ተበቀለሉ፣ ንኣክኣብን ንኤልዛቤል እውን ኣጥፍኦም። ሎሚ እውን ናይ ኣቦታትኩም ርስቲ ዝኾነት ሃይማኖትኩም ለውጡ ዝብሉና ብዙሓት እዮም። ኣከኣብ ርስቲ ዝተባህለት መን እያ? ሃይማኖትና እያ። ብዙሓት ኣከኣባት፣ ብዙሓት ኤልዛቤላት ነታ ርስትና ክምንጥሉ ዝጓየዩ ኣለዉ እዮም። መጨረሻኦም ንሳቶም ጥፍኣት እዩ። ንሕና ኣብ ጎኒ ግን ከይንጠፍእ ክንጥንቀቕ ይግበኣና። ቅድሚ ንሳቶም ምጥፋኦም ንሕና ከይንጠፍእ ወይ ድማ ተታሒዝና ከይንጠፍእ ክንጥንቀቕ ይግበኣና። ነዚ እዩ ተሎ ተመለሱ ዘለና ናይ ኣቦታትኩም እምነት ኣይትሕደጉ ናይ ኣቦታትኩም ድንበር ኣይተፍርሱ ናብ ናይ ኣቦታትኩም እምነት ተመለሱ ግድ የብልኩም ዘለና ነዚ እዩ ንሕና ግን ንሃይማኖትና ከም ናውቲ ከስካዕድም ጠብታ እንታይ እዩ ክንዋጋእ ኢና ዋጋ ክንከፍል ኢና እስካዕ ሞት ድረስ ዝተኣመንካ ኩን እናተባህልና እና ክስካብ ሞት ድረስ ዝተኣመንና ክንከውን ኢና ኣቦታትና ዘቆምዎ ናይ ቀደም ድሕረት ኣይነፍርስን ኢና ናይ ወይኒ ቦታና ርስትና ሃይማኖትና እያና ስለዚ ንሃይማኖትና ክንጋደል ይግበእና ክንከፍሎ ዝግበእና ዋጋ ክንከፍል ይግበእና ነዚ እዩ ይሁዳ ሓንቲ ምዕራፍ እያ ዘለታ ኣብ መልእኽቱ ምዕራፍ ሓደ ቁጽሪ ሰለስተ እንታይ ዘለና ኣቱም ፍቁራተይ ብዛዕባ ሕብረት ምድሓንና ብኹሉ ቅንኣት ክጽሕፈልኩም ምስ ደልኹ በለና በታ ሓንሳእ ንቅዱሳን እተዋህበት ሃይማኖት ክትጋደሉ ጽሒፈ ክመኽረኩም ናይ ግድን ኮነ በለና ንምንታይ እዩ ከምዚ ዝበለና ፍቁራተይ ንምንታይ እዩ ከምዚ ዝበለና ካብ እምነት ምድሓንና ንኸውጽእና ብዙሕ ዝጽዕሩ ሸሊኾም ዝኣተው ኣለው በለና እንድያም ትሕት ኢሉ ሸሊኾም ዝኣተው ኣለው መጀመርያ ክርስቶስ ክንረኽቦ እንተ ኾይንና ፍቁራተይ ሃይማኖትና ኦርቶዶክስ ተዋህዶ ሃይማኖትና ኣጽኒዕና ክንሕዛ ይግበእና ንሳ ኣጽኒዕና ክንሕዝ ከለና ኢና ክርስቶስ ንረኽቦ ቅዱሳን ንረኽቦም ድንግል ወላዲተ ኣምላኽ ንረኽባ ካብ ወጺእና ግን ምድሓን ክንረክብ ኣይንኽእልን ኢና ይሁዳ እውን ስለ ምድሓንኩም ስለ ክርስቶስ ስለ እንድሕደሮ ስለ እንካፈሎ ድሕነት ክጽሕፈልኩም ደልየ እናሃለኹ ነገር ግን ካብቲ ድሕነት ንሱ ንኸውጽኡኩም ካብ ሃይማኖት ንኸውጽኡኹም ዝጋደሉ ስለ ዘለዉ ሸሊኾም ዝኣትዉ ስለ ዘለዉ በታ ሃይማኖት ንቅዱሳን ሓደ ግዜ ፈጺማ ዝተውሃቦት ፍጽምቲ ኮይና ማለት ንመን እዩ መን ካብ መን ተዋሂባ ካብ እግዚኣብሔር ንመን ንቅዱሳን ጎደሎ ዘይብላ ፍጽምቲ ምልእቲ ኮይና ዘይትሕደስ ሃይማኖት ብኣኣ ንኽትጋደሉ ጽሒፈ ክመኽረኩም ግዲ ኮነኒ በለና። ብኡ ክንጋደል ይግበእና ክስካዕ መጨረሻ ሸለኹ ኢሎም ኣትዮምኩም ኣለዉ በለና። ሸለኹ ኢሎም ኣትየልኩም ኣለዉ። ሸሊኹ ዝኣቱ እንታይ እዩ ሌባ ድዩ ወይ ካዓ ባዓል ቤት ሌባ ሌባ ኣትዩኩም ኣሎ ኣብ መንጎኹም ዝብርዝ ቃል ኣምላኽ ዝብርዝ ወንገል ዘፍርስ ናብ ካሊእ ወንገል ዝወስደኩም እነሆ ኣብ መንጎኹም ኣትዮም ኣለዉ ሸሊኹም ኣትዮም ኣለዉ በለ። ሸሊኹ ዝኣቱ ሌባ እዩ። ንዑ እዩ ኣብ ካልኣይ ቆረንጦስ ምዕራፍ ክልተ ኣርባዕተ እንታይ እዩ ዝብለና? ስለዚ ሓደ እኳ ንሕና ዘይሰበኽናዮ ንኻልእ እዩስ እንተ ሰበኸ ወይስ ንስኻትኩም ዘይተቐበልኩምዎ ካልእ መንፈስ እንተ ተቐበልኩም ወይስ ዘይረኸብኩምዎ ካልእ ወንጌል እንተ መጻእኩም ጽቡቕ ትዕገስዎ ኣሎኹም። ሕዚ ኣብኡ ካልእ መንፈስ ከም ዘሎ፣ ካልእ ወንጌል ከም ዘሎ፣ ካልእ ኢየሱስ ከም ዘሎ፣ ሓድሽ ኢየሱስ፣ ሃዋርያት ዘይሰበኽዎ ኢየሱስ፣ ወላዲተ ኣምላኽ ዘይትፈልጦ ኢየሱስ፣ ቅዱሳን ዘይፈልጥዎ ኢየሱስ፣ ቅዱሳን ዝሽፍንዎ ኢየሱስ፣ ድንግል ወላዲተ ኣምላኽ ትሽፍኖ ኢየሱስ ኣሎ ይብሉ ኣለዉ። እዚ እንድሕር ኣጋጢሙኩም እንታይ ክትገብሩ ኣለኩም? ክትዕገሱ ይግበኣኩም። ምኽንያቱ ወላዲተ ኣምላኽ እትሽፍኖ ኢየሱስ ናይ መን ኢየሱስ እዩ? ናይ ሓሶት ኢየሱስ። ወላዲተ ኣምላኽማ ንኢየሱስ ክርስቶስ ገሊጻ ወሊዳ ገለጸትልና ደኣ እምበር እተሸፈነ ኣይኮነትን። ቅዱሳን እማ ገሊጾም ኣርእዩና ደኣ እምበር ንመን ንድያብሎስ ነቲ ናይ ሓሶት ኢየሱስ ንድያብሎስ ዝሽፍንዎ ኢዮም ነቲ እውነተኛ ሓቀኛ ኢየሱስ ወልደኣብ ወደ ማርያም ንመድኃኔዓለም ክርስቶስ ግን ብእውነት ብሓቂ ብቃል ጥራሕ ዘይኮነሲ ብሕይወት እውን ከመይ ክነፍቅሮ ከም ዝግበእና ይሀው ብሕይወት ነቢሮም ዘርእዩና ኢዮም እዚ እዩ ምፍላይ ኣውልና እንሄ ንሕና እውን ፍቁራተይ ናብ ቤተ መቕደስ ውሽጢ ክስካዕ ሲኖዶስ ውሽጢ ኣትዮም ሸለኹ ኢሎም ኣትዮም ቤተ ክርስቲያን ንምፍራስ ይጽዕሩ ኣለው ንሪኦም ኣለና ነዚ እዩ ይሁዳ እንታይ ኣለና ሸሊኾም ኣትዮም ኣለው ናበይ ናብ ገዛኹም ናበይ ናብ ቤተ መቕደስ ናበይ ናብ ሲኖዶስ ናበይ ናብ ሰንበት ትምህርቲ ቤት ናበይ በየማሕበራቱ ኣትዮም ኣለው እንታይ ከገበሩ ከጥፉ ሃይማኖት ከፍርሱ ድንበር ከፍርሱ ኣቐዲሙ ዝተነገረና እዩ ፍቑራት እዩ ነስተውዕል ክነስተውዕል ይግበእና ጥፍኣት ይመጽእ ኣሎ በለና ንሳቶም ከኣ ሰላም ክደልዩ እዮም ኣይረኽብዋን እውን በለና ህዝቅኤል ምዕራፍ ሸውዓተ ዕስራን ሓሙሽተን ክነንብ ከለና ሰላም ክረኽቡ እዮም ግን ኣይረኽብዋን እዮም ፍቑራተይ ሃይማኖትና ኣጽኒዕና እንድሕር ዘይሒዝና እውነት ከም ፍቓዱ እንድሕር ዘይተመላለስና ንስጋና ይጥዓመና ኢልና እንድሕር ካብቲ መንገዲ ፈቐቕ ኢልና እንድሕር ኮይንና ጥፍኣት ይመጸሎ እዩ ሰላም ደሊና ንከውን ኢና ሰላም ግን ኣይንረክቦን ኢና ሰላም ኣይንረክቦን ኢና ሎሚ ኣቸጊሮምና ዘለው ኣብ ደገ ዘለው መናፍቃን ኣይኮኑን ኣህዛብ ኣይኮኑን ኣብ ውሽጥና ሸሊኮም ዝኣተው ኣብ ውሽጢ ቤተ መቅደስ ቤተ ክርስትያንና ቁራሽ ቆሪሳ ዝኣበየቶም ንሳቶም እዮም ቤተ ክርስትያን ዘፍርስዎ ዘሎ ሓደ ግዜ የዋህ ብየዋህነት ኣይንጥፋእ ክቡራት ኣሕዋተይ መናፍቅ እንተኮይኑ መናፍቅ ይበሃል ኦርቶዶክስ እንተኮይኑ ኦርቶዶክስ ይበሃል እንታይ ዘስክፍ ነገር እኒሀና መፅሓፍ እናነገረና እሞ ንሸፍኖ እቲ ወንጌል እማ ንሳቶም እኳ ውሽጢ ቤተክርስትያን ኮይኖም ቤተክርስትያን ከፍርሱ ዘይሓፈሩ ሲ ኣነ እንታይ ኮይኑ እዩ ዝሓፍር ብዝኸኣልኩዎ መጠን ክናገር ይግበኣኒ ምእንተ ኢሎምኒ ግን ግዴታይ እዩ ኣሕዋተይ ከይጠፍእ ኣሓተይ ከይጠፍኡ ክዋጋእ ይግበእኒ ክገልጽ ይግበእኒ ብሓሶት ኣይኮነን ብሓቂ ስጋዊ ነገር ብሓሰት እንድሕር ኮይነ ግን ዋጋ ይረክበሉን እየ ዋጋ እዚ መድሃኒ ኣለም ክርስቶስ እዩ ሰብ ኣይኮነን መድሃኒ ኣለም ክርስቶስ ድማ ብኣፍካ ተዛረብካ ኣይኮነን ልብና ኩለሊት ዝምርምር ኣምላኽ እዩ ኣይኮነን ዶ ዝሓሰብናዩ ጋር ንሓሰብ ንወደፊት እውን ዝፈልጥ ኣምላኽ እዩ ብእኡ እዩ ዋጋ ዝህበን። ዝበልዕሉ ጻሕሪ ዝሰብሩ፣ ዝዓብየቶም ቤተ ክርስቲያን ንምፍራስ ዝጓየዩ፣ ተወዲኦም ዝነኽሱ፣ ናይ ውሽጢ ጸላእቲ ዝኾኑ ክርዳዳት እዮም እዚኣቶም ኣሽጊሮምና ዘለዉ፣ ንቤተ ክርስቲያን ዘፍርስዋ ዘለዉ። ነዚ እዩ ወለድና እውን እንታይ ዝብሉ ካብ ፈታዊ ጸላኢ ይሰውረና ዝብልዎ ነዚ እዩ። ስለዚ ሃዋርያ ቅዱስ ጳውሎስ እውን እንታይ እዩ ዝበለና? ብይሁዳ እንታይ እዩ ዝበለና? ሸሊኾም ኣትዮም ኣለዉ በለ። ቅዱስ ጳውሎስ ድማ ጋሻ ዝኾነ ትምህርቲ ዝዘርኡ ብጋሻ ትምህርቲ ኣይትወሰዱ፣ ጋሻ ዝኾነ ትምህርቲ ዝዘርኡ ኣለዉ እዮም። ካብ ቤተ ክርስቲያንና ስርዓት ወፃኢ ካብ ናይ ኣቦታትና ትምህርቲ ወፃኢ ርስና ንኸበላሽው ርስና ንኸምንጥሉ ብዙሕ ዝፅዕሩ ሰባት ኣብ መንጎና ሸሊኾም ኣትዮም ኣለዉ እዮም። ሎሚ ክንቃለስ ዝግበእና ፍቑራተይ ምስዚኣቶምን ዝመሳሰሉን ሰባት እዩ። ንሳቶም ይኹን ዲያብሎስ ምስኣቶም ኮይኑ ዝዋገእና ዘሎ። ንስለ ሃይማኖትና ንንቃሕ ንፍለጥ ንረዳእ ንመሃር ንቃለስ። ከም ናቡቴ ርስተይ ሃይማኖተይ ኣሕሊፈ ከም ዘይህብ ኣምላከ እስራኤል እዙይ ካባይ የርሕቐለይ ንበል። ኣህ የርሕቀለይ ካብታ ጽንዕቲ ዝኮነት ኩላዊት ዝኮነት ኦርቶዶክስ ተዋህዶ ሃይማኖት ወጺኤ ንከይከይድ ወጺኣ ንምውጻእ ከይሓስብ ኣምላከ እስራኤል እዚ ሓሳብ እዚ ካባይ የርሕቀለይ እና ክስካዕ መጨረሻ ተኣምና ክንከውን ይግበእና ርስትና ሓንቲ እንታይ እያ ርስትና ሓንቲ እንታይ እያ ሃይማኖትና ካልእ ርስትና ካሊእ ርስትና ርስትና መን እያ? ሓንቲ ርስትና ሃይማኖትና እያ ካልኣይቲ ርስትናስ መን እያ? እስኪ ካብ እግዚኣብሔር ተቐበልናያ ሃይማኖትና ካብ እግዚኣብሔር ተቐበልናያ እያ ካሊእ ካብ እግዚኣብሔር ተቐበልናያስ መን ኣላ? ክርስቶስ ተቐበልናያ ኣብ እግረ መስቀሉ ካብ ክርስቶስ ተቐበልናያ ርስቲ የብልና ብዙሓት ክምንጥሉና ዝጎየዩ ዘለው ቃለ ህይወት የስመዐልና ብውሽጢ እመቤታችንን ኢለን ፅሒፈን ኣለይ ኣሕዋተይ እንታይ እዩ ድራረይ በላዕና ንመስለን እንታይ እዩ ቅዝቅዝ ኢልና ረሰና ስቲ ሃይማኖትና ያክበሪ ድማ እመቤታችን ቅድስት ድንግል ማርያም እዩ ንእመቤታችን ቅድስት ድንግል ማርያም ሒዝና እንስእሎ ነገር የለንም ምኽንያቱ ወዳ ምስኣ እዩና ምስ እመ ኣምላክ እንድሕር ኮይንና ኮይንና ምስ ወዳ ኢና ዘለና ፍቁራተይ ምስ ድንግል ተኮይንና ምስ ወዳ ኢና ዘለና ቃና ዘገሊላ ክይዱ መጀመርያ ቤቴሊም ክይዱ ክርስቶስ እትረክብዎ ምስ ኣዲኡ እዩ ስደት ክይዱ ክርስቶስ እትረክብዎ ምስ ኣዲኡ እዩ ቃና ዘገሊላ ከይዱ ክርስቶስ እትረኽብዎ ምስ ኣዲኡ እዩ። መስቀል ኣብ መጨረሻ እኳ መስቀል ከይዱ ክርስቶስ እንረኽቦ ምስ ኣዲኡ እዩ። እመ ኣምላክ ድንግል ድንግል ናልና ማርያም ማርያም ናልና ንጽውዕሉ ዘለና ምክንያቱ እንታይ እዩ ክንብል እንከለና ናይ ነገስታት ንጉስ ናይ ኣመልኽቲ ኣምላኽ ናይ ጎይትት ጎይታ ዝኾነ መድሃኒ ኣለም ክርስቶስ ምሳ ስለ ዘሎ እዩ

ንጽህቲ ብጽእቲ ቅድስቲ ነዛ ኣዶ እዚኣ ኣይኮነን ዶ ክፍኣት ቃል ክንናገር ፍቁራተይ ንክነመስግና እኳ ዘይግበእና ሰባት ኢና ንምምስጋን እንኳን ዘይግበእና ሰባት ኢና ኣይኮነን ዶ ጽያፍ ቃል ክንናገር ይቀርና ኣይኮነን ዶ እዚ መዝሙር እዚ ምዝማር ይዘመረላ እዚ መዝሙር እዚ ኣይዘመረላ እናበልና መዝሙር መውፃእቲ ክንከውን መከልከልትን መዘመርትን ክንከውን ይቅርና ክንዝምር እንኳንስ ዘይግበአና ሰባት ኢና። አባ ጊዮርጊስ ዘጋስጫ እንታይ በለ? እመቤታችን ቅድስት ድንግል ማርያም ሆይ ማይ ምስ ወይኒ ተቀላቂሉ ክፍለ ከም ዘይኽእል ኩሉ ፍቅሪ እውን ምስ ደመይ ከምኡ ተቀላቂሉ እዩ። ማንም ክፈልዮ ኣይኽእልን እዩ። ስለዚ ብምንታይ ከመስግነኪ በላ። ብኸመይ ከመስግነኪ? ኣይኮነን ዶ ብኣንደበተይ በለ። ጸጉረይ እኳ ኣፍ እንተ ዝህልዎ ነይሩ፣ ጸጉረይ ኩሎም እኳ ጸጉረይ ጸቆጢርካዮ ዳኒ፣ ኣፍ እንተ ዝህልዎ ነይሩ ብጸጉረይ እኳ ኣመስጊነኪ ኣይጸግብን እየ። ስለዚ እንታይ ክገብር በላ። ከመይ ከመስግነኪ በላ። ከመይ ከመስግነኪ እንታይ ክገብር? ጨነቆ ታይ ንከውን ንምምስጋን እኮ እዩ እዚ ይዝመረልኪ ይዝመረልኪ እሉ ሕጊ ከውፅእ ኣይኮነን ከመይ ከመስግንኪ ብምንታይ ዓይነት ምስጋና ከመስግነኪ በላ በሊ በለ ንዓኺ ዘመስግነሉ ቃል ኣይረክብን እየ ንዓኺ ዘመስግን ኣንደበት እውን የብለይን እዩ እንታይ ደኣ እማ ካብ እግዚኣብሔር ተላኢኹ ከም ዘመስገነኪ ከም ቅዱስ ገብርኤል ካብ መንፈስ ቅዱስ ተመሊኣ ከም ዘመስገነት ክንከም ቅድስቲ ኤልሳቤጥ ኣነ እውን መንፈስ ቅዱስ ተመሊኤ ቅድስቲ ቅድስቲ ብፅእቲ ብፅእቲ ብፅእቲ ብፅእቲ ብፅእቲ እናልኩ ከመስግነክ እየ በላ እግዚኣብሔር ዝዓደለኩም ቅዱሳን ኣቦታትና ከምዚ እናበሉ የመስግኑ ነበሩ